ኣብ ኣሜሪካ፣ ኣብ ካናዳ፣ ኣብ ኣውሮጳ ኮታ ኣብ ምዕራባውያን ሃገራት ትቕመጥ እንድሕር ኮይንካ፣ ቪዛ፣ ማስተር ካርድ፣ ክረዲት ካርድ ኮታ ዘይብሉ ሰብ ዳርጋ የብልናን እንተበልካ ምግናን ኣይኮነን ማለት እዩ። መጽናዕቲ ብዘረጋግጾ ኣብ ካናዳ ካብ ክልተ ክሳብ ኣርባዕተ ኣሎ ማለት እዩ። ፐርሰናሊ ኣነ ክልተ ክረዲት ካርድ ኣለኒ ማለት ዳትስ ራይት ከረጋግጾ እኽእል እየ ማለት እዩ። ሶ ኩላኹም መብዛሕትኹም ክልተ ወይ ሰለስተ ወይ ኣርባዕተ ክሬዲት ካርድ ዘለኩም መብዛሕትኹም ህዝቢ ዞርነት ኩላኹም መብዛሕትኹም ግን ክሬዲት ካርድ ዘይብልኩም ዳርጋ የለን ማለት እዩ ብፍላይ ተኻተልቲ ናይ ኤሮ ኢንቨስቲ ማለት እዩ ነገር ግን ዘስሕቀካ ነገር ወይ ድማ ዘገርመካ ነገር እንታይ እዩ ሓደ ካብ ሽዱሽተ ሰባት ኣብ ካናዳ ዝቕመጡ ክሬዲት ካርድ ዘለዎም ኢንተረስት ሬት ክንደይ ትኸፍሉ ናይ ክሬዲት ካርድ ኢልካዮም ዴሃቭ ኖ ኣይዲ ኣይፈልጥዎን እዮም ማለት እዩ ዘገርም እዩ ክንደይ ሸሓት ዶላር ዕዳ ከለዎ ክሬዲት ካርድ ናቶም ወይ ድማ ክሬዲት ካርድ ናይ ክሬዲት ካርድ ኢንተረስት ሬት ናቶም ክንደይ ኢልካዮም ዘይፈልጡ ምዃኑ ማራ ማራ የጉየካ ወይ ድማ የስሓቀካ ወይ ድማ የገርመካ ማለት እዩ ሶ ኣብዚኣ ቪድዮ እዚኣ ክንደይ ክሬዲት ካርድ ዘድልየና ስለምንታይ ክሬዲት ካርድ የድልየና ከመይ ገርና ኢና ንጥቀመሉ ክንደይ ክንከፍል ኣለና ፅቡቅ ድዩ ሕማቅ እዩ ክሬዲት ካርድ ምህላው ዝብል እውን ኣብ መወዳእታ ክንርኢ ኢና ማለት እዩ ስለዚ ክሳብ መወዳእታ ናይዛ ቪድዮ ትከታተሉኒ ብክብሪ ዕድመኩም

ሰላምታ ኣይረስዓኹን ተኸታተልቲ ናይ ኤሪ ኢንቨስቲን ኣብ ዘለኹሞ ሰላም ክቀንየኹም ክትኮኑ ተስፋ ይገብር ኣነ እግዚኣብሄር ይመስገን ጽቡቅ ኣለኹ ካብቲ ኣነ ዝሓስቦን ዝሕልኖን ንላዕሊ ድማ ንስኹም ጽቡቅ ክትህልዉ የምነ ማለት እዩ ሶ ከም ዝፍለጥ ናይ ኢንቨስትመንት ወይ ድማ ንወፍሪ ንወፍሪ ከመይ ጌርካ ተዋፍር ከመይ ጌርካ ፖርቶፎሊዮ ናትካ ትገብር ቅድሚ ምውፋርካ ትገብሮም ዘለካ ዝብሉ ማእለያ ዘይብሉም ትምህርታት ኣብ ናይ ኦሮ ኢንቨስትመንት ወይ ድማ ቀዳመይቲ ሊንክ ኣብ ዲስክሪፕሽን ዘላ ኣቲኹም ክትመሃሩ ከም ኩሉ ግዜ ናይ ኢንቨስትመንት ትምህርቲ ኣሎ ሬዲ ኣሎ ማለት እዩ ስለዚ ኣቲኹም ረጅስተር ጌርኩም ክትመሃሩ ምስ ተማሃርኩም ድማ ኣብ መወዳእታ ምሳይ ሓደ ብሓደ ኣብ ዙም ኮፍ ኢልና ዘለኩም ሕቶታት ተወሳኺ መብሪ ትደልይሉ ኣካውንት ክትከፍቱ እንተደለኹም ኩሉ ግዜ ከም ንሕግዘኩም እዚ ቅሩብ ኮይኑ ማለት እዩ ሶ ሶፋር ልዕሊ 900 ሰባት በዚ ኣካዳሚ እዚ ተማሂሮምን ኣካውንቲ ከፊቶምን ኣብ ኩሉ ዓዲ ኣብ ኣውሮጳ ኣብ ኣሜሪካ ኣውስትራልያ ካናዳ ኣለዉ ማለት ዝሓገዝናዮም ብኤሪ ኢንቨስት ማለት ስለዚ ንስኹም ከኣ እንድሕር ወፍሪ ትገብሩ ኣለኹም ኴንኩም ወይ ድማ ከተዋፍሩ ትሓስቡ እንድሕር ኣለኹም ኴንኩም በቲ ቅኑዕ መገዲ ከተዋፍሩ ወፍሪ ዝበለጸ ስለ ዝኾነ በቲ ቅኑዕ መገዲ እንድሕር ጌርካዮ ከኣ ዝሓሸ ይኸውን ማለት እዩ ተዘይ ኮይኑ ግን ኣብ ሓደጋ መታን ከይትወድቁ ማለት እዩ so let's get it to our video ሎማዓንቲ ማለት እዩ so ከም ዝፍለጥ ኣብ ዝሓለፈ ግዜ ቪድዮ ብዛዕባ ናይ ኣተሓዛ ገንዘብ ወይ ድማ ማኒ ማናጅመንትን ቤዚክ ማኒ ማናጅመንት ዝብል ኣብ ዝሰርሓናሉ ግዜ ምናልባት ዘይረኣኹማ እንተለኹም ፕሊስ ተመሊስኩም ረእይዋ ማለት እዩ ሊንክ ገድፈልኩም ብ ዲስክሪፕሽን ወይ ድማ ቅድሚ እዚኣ ቪድዮ ዝነበረት ኣብ ኤር ኢንቨስት ንክላይቶም ክትረብዋ ትኽእሉ ኢኹም ማለት እዩ ሶ ኣብኡ ምስ ተዛረብና እንታይ ዝብሉ ሰባት ብዙሓት ሰባት ብዛዕባ ክሬዲት ካርድ ኣፍልጦ ከም ዘይብሎም ሞር ብዛዕባ ክሬዲት ካርድ ትሰርሕ ከም ዘለኒ ቪድዮ ሓቢርኩም ነርኩም ማለት እዩ ስለዚ ከም ጠለብኩም መጠን ከዓ ሎማዓንቲ ንክሬዲት ካርድ ዝምልከት ክንዛረብ ኢና ማለት እዩ ሓደ ፋን ፋክት ከጀምረልኩም እየ ግን ኣቐዲመ ክዕለኩም ዝደሊ ማለት እዩ ሶ ንመጀመርታ ግዜ እዚኣ ናይ ክሬዲት ካርድ ትሪእዋ ዘለኹም ካርድ ብ1959 ከባቢ እያ ኣብ ዋሽንግተን ዲሲ ኣብ ኣሜሪካ ወፅያ ማለት እዩ ሰው ሎሚ ዓንቲ ግን ክንደይ ኣሎ እንትልኩም 2.8 ቢልዮን ካርድስ ኣሎ ኣብ ዓለም ሙሉእ ማለት እዩ ካልእ ዘስሕቀካ ማለት እዩ ወይ ዘተሓሳስበካ ማለት እዩ ኣብ ካናዳ ከባቢ ሁዌቨር ክሬዲት ካርድ ዘለዎ ከባቢ ኣቨሬጅ ኣርባዕተ ሽሕ ዕዳ ኣለዎ ኣብ ክሬዲት ካርድ ናቱ ማለት እዩ ሰው ዝገርመካ ኸ ሓሙሽተ ሽሕ ዶላር እንድሕር ተኣዊድካ ወይ እንድሕር ለቂሖምኻ ባንኪ ብክሬዲት ካርድ ገይሮም እንድሕር ሚኒማም ክፈል እዮም ዝብሉኻ ሚኒማም እንድሕር ክትከፍል ጀሚርካ ፕሮባብሊ ዕስራ ዓመት ይወዘልካ ንክትከፍለኒ እተን ሓሙሽተ ሽሕ ዶላር ምክንያቱ ኢንተረስት ዳብል ስለ ዝገብር ማለት እዩ so the same ሓሙሽተ ሽሕ ዶላር እንድሕር ወሲድካ እሞ ካብ ብዕስራ ፐርሰንት እንድሕር ኣቢልካዮም ኣብ ከባቢ ሰለስተ ዓመት ንፈርቓን ዓሰርተ ሽሕ ዶላር ዳብል ክኾና ይኽእላ እየን ማለት እዩ ዘሕዝነካ ነገር ከኣ እቲ ዝዓበየ ነገር ሓንቲ መዓልቲ ሚስ እንድሕር ጌርካ ኣብ ክሬዲት ሪፖርት ናትካ ወይ ድማ ክሬዲት ስኮር ናትካ ሪፖርት ንሽዱሽተ ዓመት ትፀንሕ ምዃና እያ ማለት እዩ እዚ ጥራይ ከ ከይኣክል ሚእቲ ፖይንት ይጎድለካ ማለት እዩ ሶ ክሬዲት ካርድ ክሳብ ክንዲዚ ኣገዳስነት ዘለዎ እቱም ሰባት ዓብዪ ዓብ ነገር እዩ ቀሊል ነገር ኣይኮነን ብክሬዲት ካርድ ሓንሳብ ብጌጋ ብምኻዶም ሂወቶም ሙሉ ዘባለሹ ሰባት ብቐረባ ዝፈልጦም ሰባት ኣለዉ ማለት እዩ ካብኡ ንክወፁ ኣዝዮም ኣዝዮም ዝተሸገሩ ኣብ ኣዝዩ ሕማቅ ነገር ዘለዉ ማለት ሰው ስለዚ እዚ እንድሕር ኮይኑ ካናዳውያን ኣብ ዕዳጋ ልዕሊ 6 ቢልዮን ዶላር ዓመታዊ ይጥቀሙ ልዕሊ 600 ቢልዮን ዶላር ድማ ኢንካም ይገብሩ ማለት እዩ ሶ ኣብ ኣሜሪካ ዘለዋ እንተርኢና ናይ ክሬዲት ካርድ ካምፓኒታት ልዕሊ 120 ቢልዮን ዶላር ካብ ኢንተረስት ጥራይ ካብ ወለድ ጥራይ ኢንካም ኣለወን ማለት እዩ ስለዚ ክሳብ ክንዲዚ እዩ ክሬዲት ካርድ ኣዝዩ ኣዝዩ ሓደገኛን ኣባል ማለት እዩ ቀደም መጀመርታ ክወፅእ ከሎ ንሬስቶራንት ክትከፍለሉ ጥራይ እዩ ነይሩ ማለት እዩ ዳሕራይ ግን ፀኒሑ ፀኒሑ ባንክታት ከም ኦኬ እዚ መትሓዚ ኮነ ናይ እሙናት ሰባት ክንሕዘሉ ንኽእል ኢና ብምባል እንታይ ገርሞ መሲልኩም ኣዝዮም ኣዋዕውዕ እሞ ክሬድ ካርድ ብብዙሕ ከም ዝወፅእ ገርሞ ማለት እዩ ዋድስ ክሬድ ካርድ እዚኣ እንታይ እያ ምናልባት ኣብ ኣፍሪቃ ዘለኹም ብዙሓት ሰባት ነዚኣ እዚ ክትፈልጥዋ ትኽእሉ ኢኹም ምናልባት ስለ ዘይትጥቀምሉ ኣብ ኣሜሪካን ኣብ ካናዳን ግን ኣብ ኣፍሪቃ ንኣብነት ኣብ ኤርትራ ንድሕር ሽሕ ዶላር ኣለትካ እታ ሽሕ ዶላር ንድሕር ወዲእኻያ እንድሕር ዘይብልካ ገንዘብ እንታይ ክትገብር ፀምካ ትሓድር ቅያር ምግቢ ይበሃል ምሽ ዶ ኣብ ካናዳን ኣብ ኣሜሪካን ግን ሽሕ ዶላር ተለካ ጸገም ድበሃል የብሉን ናይ ክልተ ሽሕ ዶላር ክተጥፍእ ትኽእል ኢኻ ምክንያቱ እንታይ ዕድመን ጥዕናን ንክሬዲት ካርድ ምክንያቱ ኣብዚኣ ገይሮም ቁጽሪ ሂቦም ዓሰርተ ሽዱሽተ ቁጽሪ ዘለዋ ብድሕሪት ሂቦም እንታይ ይገብሩኻ ልቓሕ ይህቡኻ ማለት ስለዚ ክሬዲት ካርድ ማለት እንታይ እዩ ትልቅሓሉ ገንዘብ ካብ ባንኪ እዩ ማለት እዩ ሰው መብዛሕትኡ ግዜ ንሓፂር ግዜ ትጥቀመሉ እዩ ማለት እዩ እሞ ተጠቂምካ እንታይ ክትገብሮ ስለምንታይ ረብሖም ባንክ ዝቡኻ ክንሪኤና ስለምንታይ ረብሖም ዝቡኻ ማለት እዩ ንዓኻ እንታይ ረብሓኻን ባንክ እንታይ ረብሖም ክንሪኤና ማለት እዩ ግን ክሬዲት ካርድ ንክትጥቀመሉ ባንክ ዝህቡኻ ገንዘብ እዮም ማለት እዩ ኣብ ሰዓቱ እንድሕር ከፊልካዮ ዝኾነ ኣይትኸፍለሉን ኢኻ ወለድ እንድሕር ኣብ ሰዓቱ ዘይከፊልካያ ግን ወለድ ኢንተረስት ጌርካ ትህቦም ማለት ስለዚ ክሬዲት ካርድ ማለት ሕፅር ዝበለ እንታይ እዩ ልቓሕ ናይ ገንዘብ ናይ ባንክ ኮይኑ ነቲ ሓፀርቲ ነገራት ናይ ጊዛዊ ነገራት ናይ ኦንላይን ነገራትን ተሳልጠሉ ነገራት ኮይኑ ገንዘብ ኮይኑ ኣብ ሰዓት ምሕር ከፊልካዮ ጽቡቅ ኣብ ሰዓት ምሕር ዘይከፊልካዮ ግን ወለድ ገርካ ባንክ ትመልሰሎም ማለት እዩ so what is the benefit እንታይ benefit ዘለዎ ወይ ድማ ማእከል እንታይ ረብሓ ይሞ ዘለዎ ክሬዲት ካርድ ሲ ስለምንታይ ኣድልኒ ትብሉ ሰባት ኣለኹም ክሬዲት ካርድ ኣይጥቀም ትብሉ hey listen ክሬዲት ካርድ ጽቡቅ እዩ ጥራይ ብኸመይ ትጥቀመሉ ዘሎ ዘረባ እምበር ጽቡቅ እዩ ሕማቅ ኣይኮነን ሕማቅ ኣይኮነን ጽቡቅ ኣይኮነን ትብሉስ እዩ ከመይ ትጥቀሙ ንስኻ ግን ኣዝዩ ኣዝዩ ኣገዳሲ ማለት እዩ ሶ ሓደ ካብቲ ክሬዲት ስኮር ናትካ ወይ ድማ ኣብ ካናዳን ኣብ ኣሜሪካን መቸም ወይ ድማ ኣብዚ ምዕራባዊ ዓለም ክንደይ ገንዘብ ኣለካ ኣየገድሶምን ማለት ጠባይካ ኣብ ገንዘብ ከመይ ንስኻ ኣብ ሰዓትካ ትኸፍል ዲኻ ዝተለቃሕኻ ልቓሕ ኣለካ ድዩ ብግቡእ ተመሓደር ዲኻ ገንዘብካ እዚ ዘገድሶ ማለት እዩ ፒኤችዲ ኣለካ ዲግሪ ኣለካ ሃበይ ኢኻ ዓድኻ ፀይሕ ዲኻ ፃዕዳ ዲሃ ዶን ጊቨሽት ብዛዕባዎ ነገራት ማለት ኦል ኬር ኢዝ ጠባይካ ከመይ ክሬዲት ስኮር ናትካስ ከመይ እዩ መቸም ሓሙሽተ ሚእቲ ክሬዲት ስኮር ንድሕር ኣለካ ኮይኑ ካናዳ ስራሕ ንክትረክብ እውን ኣብ ገለገለ ስፐሲፊክ ስራሕ ንኣብነት ኣነ ዝሰርሓሉ ካምፓንታት ኮንትራት ክህባኒ ከለዋ ክሬዲት ስኮር ናትካ ሸውዓተ ሚእቲ ሸውዓተ ሚእትን ሓምሳን ዶላር ሸውዓተ ሚእትን ሓምሳን ፖይንት ክህልወካ ኣለዎ ዝብሎ ኣለዋ ማለት ስለዚ ክሬዲት ስኮር ናትካ ኢዝ ቨሪ ቨሪ ኢምፖርታንት ምናልባት ኣብቲ ዴይሊ ኣብ ተራ ስራሕ ትሰርሕ ንድሕር ኮይንካ እምበር ኣብ ዕብይ ዝበለ ስራሓት ብፍላይ ምስ ፋይናንስ ተሓዝ ክሰርሕ ከለካ ክረዲት ስኮር ናትካ is very very important ማለት so ክረዲት ካርድ ብምህላውና በነፊት ናቱ ረብሓ ናቱ እንታይ እንትልኩምኒ ክረዲት ስኮር ናትና ቢልድ ንክንገብር ይሕግዘና እዩ ካሊእ ሪዋርድ ወይ ድማ ጊፍት እዚ ናይ ኤርቲ ትራቨል ፖይንት ገለመለ ዲስካውንት ኮሌክት ክንገብር ንኽእልና ማለት እዩ ሶ ንሕር ትጥቀም ኮንካ ብዙሕ ግዜ ክሬዲት ካርድ ወይ ድማ ንኣብነት ናይ ቢዝነስ ን 30 40 ዶላር ኤክስፐንስ ናትካ ወይ ድማ ወፃኢታትካ ንድሕር ተውፅእ ኮንካ ስቲል ዩ ኮሌክት ብዙሕ ብዙሕ ፖይንታት ኮሌክት ክትገብር ትኽእል ማለት እዩ ካልእ ንሓፂር ግዜ ዕዳ ክትጥቀመሉ ትኽእል ከም ዕዳ ወይ ድማ ከም ናይ ኢመርጀንሲ ፋንድ ክትጥቀመሉ ትኽእል ኢኻ ማለት ኢመርጀንሲ ፋንድ ክብል ከለኹ ኢመርጀንሲ ፋንድ ዘይኮነ ከተቐምጦ ሲ ሃንደበት ንኣብነት ማኪና ምስ ባልሸውካ ወይ ገለ ናይ ክልተ ሰለስተ ሽሕ ዶላር ኣውፅ ኣቢልካ ብክሬዲት ካርድ ጌርካ ክትከፍል ትኽእል ኢኻ ማለት ስለዚ ሳም ካርድ ኢንክሉድ ትራቭል ኢንሹራንስ ኣለዎ ወይ ድማ ትራቭል ኢንሹራንስ ወይ ድማ ኤክስተንድ ዋረንቲ ረንታል ካቨሬጅ ገለገለ ዘለዎም ካምፓኒ ትራክ ታሽምካ ኣለዎ ማለት ስለዚ እንድሕር ትገይሽ ኮንካ እንድሕር ማኪና ናይ ኣብ መገሻ ከይድካ ኣብ ቶሮንቶ ኤርፖርት ወይ ኣብ ካልግሪ ኤርፖርት ብዝሕቲ ካርድ እንድሕር ኮንካ ገለ ገለ ካርድ እንታይ ኣሎ ነቲ ናይ ረንታል ኢንሹራንስ ካቨሬጅ ዝገብሩ ካርድታት ከ ኣሎ ማለት እዩ እቲ ዝበለፀ ነገር ግን እንታይ እቲ ኣድቫንቴጅ ዘለዎ ቀንዲ እንትልኩም ግን ካብቲ ናትካ ገንዘብ ትጥቀመሉን በዚ ክጥቀም ከለኻን ኢስ ቨሪ ቨሪ ኣታሽሙ ኣለዎ ማለት ኣድቫንቴጅ ኣለዎ ማለት እዩ ሰው ኦንላይን ንኣብነት ብዘይ ክሬዲት ካርድ ኦንላይን ክትገዛእ ይትኽእል ኢኻ ማለት እዩ ብደቢት ናትካ ወይ ድማ በቲ ደቢት ንብሎ እንታይ ደቢት ካርድ እንታይ ማለት እዩ ናትካ ተቐምጠሉ ገንዘብ ማለት እዩ ክሬዲት ካርድካ እንታይ ተለቂሕካ ካብ ባንክ ትጥቀመሉ ገንዘብ ማለት እዩ ሶ በዚ ተለቂሕካ ክትጥቀም ከለኻ እንታይ እዩ ኦንላይን ኣማዞን ድዩ ካብ ዝኾነ ነገር ኦንላይን ኮርስ ክትገዝእ ከለኻ ድዩ መፅሓፍቲ ክትገዝእ ከለኻ ድዩ ክትገዝእ የፍቅደልካ እዩ ማለት ኢትስ ኢዚየር ብዓብዪ ከዓ ካብቲ ናትካ ካርድ ኢትስ ወይ ሴቨር ማለት እዩ ሴፍ እዩ ማለት እዩ ውሑስነት ኣለዎ ማለት ምክንያቱ ናትካ they don't care ባንኪ right እቲ ናቶም ስለ ዝኾነ እቲ ገንዘብ ግን ኣዝዮም ኣዝዮም እዮም ጥንቁቓት ማለት እዩ ንኣብነት ንምሳሌ ንሕር ሓደ ኦንላይን ደትሰይ ሰለስተ ሚእቲ ኣርባዕተ ሚእቲ ዶላር ተወሲድልካ ንሕር ብቐጥታ ሎመዓንቲ ንባንኪ ኮንታክት ጌርካ እቲ ገንዘብ ከምልሱልካ ክኽእሉ እዮም ብናትካ ክሬዲት ካርድ ብናትካ ደቢት ካርድ ጌርካ ንሕር ከፊልካዮ ግን ባንክ they don't care ዓሰርተ ሸሞንተ ዓመት ሓሊፍካ ከኣ ባዕልካ ዝገበርካዮ ጌጋ የብልካ ማለት እዩ ብክሬዲት ካርድ እንድሕር ኮይኑ ግን ስቲል ወላ ተጋጊኻ ከለካ ግን እ፣ ብጌጋ ኢልካ ከተምልሶ ትኽእል ኢኻ ምክንያቱ ገንዘቦም ስለ ዝኾነ ሞር ፕሮታክሽን ወይ ድማ ሞር ውሕስነት ኣለዎ ካብቲ ብናትካ ትጥቀመሉ ካርድ ማለት እዩ እዚኣ ሕዝኩም ኣለኹም ቨሪ ቨሪ ኢምፖርታንት ዝፈትዋ ነገር ካብ ክሬዲት ካርድ ምሕላል ኮይኑ ሕጂ ገለ ሰባት ንናይ ቀርሺ ናይ ሳንቲም ኣብ ኩሉ ኣብ ቲም ሞርቶን ኣብ ማክዶናልድ ብካርድ ናቶም ዝጥቀምሉ ሰባት ኖ ኖ ዶን ዩዝ ዳት ኢትስ ቤተር ቱ ዩዝ ብክሬዲት ካርድ ማለት እዩ ብክሬዲት ካርድ ክትጥቀም ከለካ ዝሓሸ ኣድቫንቴጅ ኣለዎ ምክንያቱ ውሕስነት ኣለዎ ኣብ ክንዲ ደቤት ናትካ ወይ ድማ እቲ ናትካ ገንዘብ ዘለዎ ካርድ ኣብ ኩሉ ክንተውፅኦም ብሓንቲ ካርድ ትጥቀም ኣለካ ማለት ስለዚ እዚ ገለ ካብቲ ኣድቫንቴጅ ወይ ድማ ቤኔፊት ዘለዎ ክሬዲት ካርድ ንክህልወና ዝገብሮ ነገራት እዩ ማለት እዩ ሰው ንክትልቃሕ ንክእል ኢና ሴፍ እዩ ሰኪር እዩ ፖይንት ክንሕዘሉ ንኽእል ኢና ብዙሕ ኣድቫንቴጅ ኣለዎ ማለት እዩ ዋት ስቲ ሪስክ ናቱ ኸ ክሬዲት ካርድ ምህላውና እቲ ዝዓበየ ሪስክ ናቱ እንታይ ኢልኩም ምስ ትሓቱኒ ሓደ ካብቲ ዝዓበየ ሪስክ ናቱ እንታይ እዩ ኢንተረስት ሬት ወይ ድማ ወለድ ማለት እዩ ወለድ ንሕራብ ሰዓት ዘይከፊልካዮ ብዙሕ ወለድ ኢኻ ትኸፍል ሕጂ ከባድ እያ ብዙሕ ወለድ ኢኻ ትኸፍል ካልኣይ እቲ ኣዝዩ ቀሊል እዩ ስፐን ክትገብር ፔው ፔው ፔው ፔው ፔው ቲቲቲቲቲቲ ተብል ኣብ መወዳእታ ወርሒ ሽዑ ቸክ ክትገብር ምስ ከለካ ኦ ማይ ገነስ እዚ ኩሉ ገንዘብ ኣነ ውፅእ ኢልካ እንታይ ትገብር ጫዋጫዋ ኢኻ ትብል ማለት ምክንያቱ ሜስን ፔይመንት ካልእ ኢኻ መዓልትኻ ይከፈልካ ባይ ደወይ ኣብ ሰዓቱ መታ ንክትከፍሉ ኩሉ ግዜ ኣውቶ ፔይመንት ገበርዎም ኣነ ዝሓለፈ ኣርባዕተ ዓመት ሰለስተ ዓመትን ገለን ኣውቶ ፔመንት እየ ዝገብሮ ኩሉ ግዜ ብዛዕባ ክሬዲት ካርድ ክኸፍል ገለ በለ ኢለ ኣይጭነቕን እየ ኣውቶ ፔመንት ትገብሮ ኣውቶማቲካሊ ወርሓዊ ፉል ይወስዱ ማለት ስኻ ሽዑ እንታይ ትገብር ነቲኣ ክሬዲት ደቢት ናትካ ወይ ድማ እተን ገንዘብካ ጥራይ ገንዘብ ክህልወን ጥራይ ትገብር ማለት እዩ ኣዘርዋይስ እንድሕር ፉል ዘይገርካያ ግን ኩሉ ግዜ እንታይ ክኸውን ምስ ኢልካ ክትርሳዑ ትኽእል ኢኻ ማለት ንድሕር ስዒኻ ከም ዝበልናዮ ክሬዲት ስኮር ናትካ ክሃስየልካ ይኽእል ማለት እዩ if you don't pay ሙሉኡ ገንዘብካ እንድሕር ዘይከፊልካዮ እንድሕር ፍርቂ ፍርቂ ፍርቂ እንድሕር ከፊልካዮ ኣዝዩ ኣዝዩ ብዙሓት ሰባት ትህሉ ትኾኑ ኢኹም ኣብ ክሬዲት ካርድ ዕዳ ኣትኹም ብዙሕ ዕዳታት ኣትኹም ወይ ድማ ብዙሕ ዕዳ ኣትኹም ክትወፅኦ ዘይትኽእሉ መገዲ ትህሉ ትኽእሉ ኢኹም ማለት እዩ ኦነስትሊ ስፒኪን ግደ ሓቂ ኣዝዩ ኣዝዩ ዝዓዲ የተባብዓካ እዩ ናብ ዕዳ ክትኣቱ ማለት እዩ So ስለዚ እንድሕር ክሬዲት ካርድ እንድሕር በብቑሩብ ጌርካ ትኸፍሎ ጀሚርካ ምናልባት እቲ ዕዳ ብቕልጡፍ ናብቲ ዝለዓለ ደረጃ ክበጽሕ ይኽእል ማለት እዚ ሓደ ካብቲ ሪስክ ዘለዎ ማለት እዩ ቱ መኒ ክሬዲት ካርድ ማለያ ዘይብሉ ከም ዘልኩም ኣርባዕተ ሓሙሽተ ይኸፍቱ ተዓፅዎ ትኸፍቶ ተዓፅዎ ኣርባዕተ ሓሙሽተ ናይ ካናዳ ታየር ናይ ካስኮ ናይ ዋልማርት ናይ ገለመለ ኣርባዕተ ሓሙሽተ ናይ ማስተር ካርድ ናይ ቪዛ ገለመለ ኣየድልየካን እዩ ንሕር ክንዱ በዚሑ ክሬዲት ስኮር ናትካ ካሴርካ ክእል ማለት ስለዚ እሱ ጥራይ ካብ ዘይኮነ ማይነስ ክትገብሮ ካይ ትኽእል ኢኻ ማለት እዩ ገሊኦ ክትርስዖ ትኽእል ኢኻ ገሊኦ ክትከፍሎ ትኽእል ኣብ ሰዓቱ ገሊኦ እውን ክትርስዖ ትኽእል ኢኻ ማለት እዩ ካልእ ዝዓበየ ሃይ ፊ ኣለዎ ማለት እዩ ንድሕር ደንጉኻ ወይ ኣብ ፎሬን ትራንዛክሽን ጌርካ ወይ ድማ ናይ ኣሜሪካ ካብ ናይ ካናዳ ሲ ናብ ናይ ደገ ንድሕር ጌርካ ከምኡውን ገለ ገለ ክሬዲት ካርድ ኣንዋል ፊ ኣለዎ

ነዚ ገንዘብ ንክተውፅእ ፖይንት ንክትእክብ ግን ካይተረዳእካ ትርዊል ገንዘብካ ተውፅእ ማለት እዩ ሰው እዚ ሓደ ካብቲ ዝዓበየ ማለት እዩ ዕዳ ስትረስ ገብረልካ ሜንታሊ ካልእ ካልእ ፀጋማት ከምፀልካ ክእል ማለት እዩ ኣብ ዕዳ ብዝኣትካሉ ናይ ክሬዲት ካርድ ሜንታሊ ስትረስ ክትገብር ትኽእል ኢኻ ማለት ስለዚ እዚ ገለ ካብቲ ሪስክ ገለ መልታት ማለት እዩ ሰው እሞ ማእከለ እንታይ ኢና ክንገብር ዘለና እቲ ፕሮስ ኤን ኮንስ ርኢና ኣለና ፅቡቅ ነገር ናቱ ርኢና ኣለና እቲ ኣድቫንቴጅ እቲ ቤነፊት ርኢና ኣለና ሰኪሩ ምዃኑ ዘይገንዘብካ ትጥቀመሉ ምዃንካ ኣድቫንተጅ ኣለዎ እቲ ዲስ ኣድቫንተጅ ካኣ ሪኢናዮ ኣለና ማለት ሶ ጽቡቅ ድዩ ሕማቅ ድዩ ንዝብል ክንምልስ ንድሕር ኮይና መጀመርታ ወል ሕማቅ ኣይኮነ ጽቡቅ ኣይኮነ ጀስት እቱልስ እዩ መሳርሒ እዩ ከመይ ትጥቀመሉ ግን ኣባካ እዩ ዝምርኮስ ማለት እዩ እንድሕር ዕጉስ ዘይኮንካ እንድሕር ሸብዳዕዳዕ ትብል ኮይንካ እንድሕር ጠቅላላ መትሓዚ ዘይብልካ ኣብ ገንዘብ እንድሕር ኮይንካ ወል ዩ ሜይ ዶንት ኒድ ቱ ዩዝ ኢት ራይት ምናልባት ኣድልየካ ክትጥቀመሉ ማለት እዩ ገለገለ ሰባት ጤጤጤጤጤ ዝብሉ ሰባት ኣለዉ ዳሕራይ መወዳእታ ወርሒ ክርእይዋ ይጸሉ ተርእየኒ በጃካ ዝብሉ ሰባት ኣለዉ ማለት እዩ ከምኡ እንድሕር ኮይንካ ዩ ጋር ቢ ኬርፉል ማለት እዩ ካልእ ኤልዌስ ፐይ ኢን ፉል ኤንድ ኦን ታይም ኣብ ሰዓትና ናብ ግዜና ከም ዝበልኩም ኣውቶማቲክ ንድሕር ጌርናዮ እሞ ከዓ ንድሕር ዘይፅግመና ከይንቲ ገንዘብ ፉል ፔይመንት ክትገብሮ ትኽእል ኢኻ ማለት እዩ ምናልባት ከምኡ ክትገብሩ ንድሕር ደሊኹም ክሕግዘኩም ይኽእል እየ ቴክስት ግበሩለይ ወይ ድማ ኢሜይል ግበሩለይ whenever I got time ክሕግዘኩም ይኽእል ማለት ናይ ሓንቲ ደቂቕ ስራሕ ፀገም ዝበሃል የብሉ ማለት እዩ so ስለዚ in full ወይ ድማ uh, on time automatic payment ግበርዎ ኣውቶ ፐይመንት ነርግ ድማ ኣብለኩም ካልእ እዚኣ ቨሪ ቨሪ ኢምፖርታንት ትሕዝዋ ኣለኩም ማለት እዩ ካብ ሰላሳ ሚእታዊት ንታሕቲ ክትጥቀሙ ኣለኩም ማለት እዩ ዝበለፀ ኣይዲያሊ ዓሰርተ ፐርሰንት ድሕር ተጠቂምና ዝበለፀ ንምሳሌ እንድሕር ሽሕ ዶላር ከይናት እያ ናትካ ለሚት ካብ ሚእቲ ዶላር ንላዕሊ እንድሕር ተጠቂምና ካብ ሰለስተ ሚእቲ ዶላር ንላዕሊ እንድሕር ተጠቂምና እቲ ክሬዲት ስኮርናትና ክህሰ እዩ ስለዚ ካብ ሰለስተ ሚእቲ ዶላር ወይ ድማ ካብ ሰላሳ ፐርሰንት ንታሕቲ ክንጥቀም ኣለና ዓሰርተ ፐርሰንት ድሕር ተጠቂምና ዓሰርተ ዶላር ክትከውን ወል ሚእቲ ዶላር ክትከውን እሞ ማእከለ ሚእቲ ዶላር ዳይ ተኣኽልና ክትብል ትኽእል ኢኹም ኖ ፕሮብለም እንታይ ክትገብር ትኽእል ኢኻ ነቶም ናይ ክሬዲት ካርድ ካምፓኒ ነቲ ዘለካ ክሬዲት ካርድ ሊሚት ኣብዝሑ ለይበሎም ማለት ኣብ ክንዲ ሽሕ ሓሙሽተ ሽሕ ግበር ለይበሎም ሽዑ ናይ ሓሙሽተ ሚእቲ ክትጥቀም ትኽእል ማለት እዩ ብዙሓት ሰባት ርኢ ኣለኹ ናይ ሰለስተ ሽሕ ክሬዲት ካርድ ዘለዎም ሊሚት ክልተ ሽሕ ዶላር ይጥቀምሉ ክሬዲት ስኮርካ ይዓቢ ንወዲ ሓወቦይ Let me tell you clear ካብ ዓሰርተ ፐርሰንት ክሳብ ሰላሳ ፐርሰንት ዘሎ ክትጥቀም ኣለካ ተኽኢልካ ካብ ሰላሳ ፐርሰንት ንታሕቲ ንታሕቲ ንታሕቲ ካብ ዕስራ ዕስራ ሓሙሽተን ዓሰርተ ሓሙሽተን እናተጠቅምካ ዝበለፀ ማክሲማም ክጥቀም እንተልካ ሰላሳ ፐርሰንት ካብ ሰላሳ ፐርሰንት ድሕሪ ሓንቲ ሓሊፍካ ክሬዲት ስኮር ናትካ is going to go down ስለዚ ጋር ቢ ኬርፉል ማለት እዩ ኦኬ ከም ዝበልክዎ ዩዝ ኣውቶ ፔመንት ኢለ ኣለኹ ነቲ ኣቮይድ ንክትገብሮ መታን ንኸይትድንጉ ማለት እዩ ኦኬ ስታርት ዊዝ ዋን ካርድ ቢፎር ኣዲን ሞር ሶ ትም ኢልካ ኣርባዕተ ሓሙሽተ ካርድ ኣብ ዘዘኸድካዮ ኣይትቀበል ኣብ ሱፐር ስቶር ኣብ ካስኮ ኣብ ዋልማርት ኣብ ገለ እንድሕር ከይድካ ኩሎም ክሬዲት ካርድ ክህቡኻ እዮም ሮጀርስ ሕጂ ሕልፍ ሓሊፎም ዋላ ናይ ቴሌፎን ካምፓኒ ክሬዲት ካርድ ክህቡ ጀሚሮም ኣይትቀበል ሓንቲ ናይ ባንክኻ ሓንቲ ካልእ ምናልባት መሓወልት መሓሰው መሓለውታ ናይ ካልእ ኣጹ ማለት ክልተ እኹላት እየን ካብ ክልተ ንላዕሊ ምጥቃም ማለት ጠቕላላ ኣነ ስትረስ ይገብረለይ ኣይ ካንት ማነጅ ንኹሉ ማነጅ ክገብሮ ይትኽእልን ኢኻ ክትርስዕ ትኽእል ከተብት ትኽእል ካልኣይ ካልዕ ክልተስ እንታይ ክገብረልካ ኣብ ዕዳ ክትኣቱ ዘለኻ እኮ ዳሕራይ ኣብ ዘይትወፅኦ ዕዳ ክትኣቱ ዘለኻ ካብ ከምኡ ሕጂ እንታይ ትገብር ክልተ ትጥቀም ሓንቲ ናይ ባንክኻ ሜይቢ እታ ናይ ባንክ ካብ ዝፓልሸውሉ ግዜ ወይ ዝኾነ ነገር ክጋጥማ ስለ ዝኽእል መሓለውታ ካልኣይ ትጥቀም ማለት ስለዚ ብሓንቲ ግን ክትጥቀም ኣለካ እዚኣ ትሪኦ ኣለኹም ኣይ ቢን ዩዝ ናይ ካርድ ናይ ባንኪ እዚኣ ናይ ክሬዲት ካርድ ልዕሊ ሸውዓተ ዓመትን ገለን ተጠቂመላ ኣለኹ ማለት እዩ so ኤልዌይስ ካሊ ባይ ደወይ ሓንቲ ቲፕ ክበኩም ኤቭሪ ይር ብዙሕ ስለ ዝጥቀመሉ እዚ ክሬዲት ካርድ ኤቭሪ ይር እዚኣ ቅድድ ቅድድ ኣቢለ ሓድሽ ካርድ ትስደድሉ የብሎም ንምንታይ ቢካዝ ካርድ ናምበርካ ኣብ ኩሉ ኦንላይናት ስለ ዝኣቱ ንክሰርቁኻ ቀሊል ስለዝኾነ ማለት እዚኣ ቲፕ ሕዝዋ ከም ርእስኹም ኦኬ ስለዚ ቅድድ ኣቢልኩም ኣብ ሓደ ዓመት ዓመት ክልተ ዓመት ቅድድ ኣቢልኩም ትድርብዋ ሓዳሽ ኦርደር ትገብሩ ሓዳሽ ክበኹም ይኽእሉ እዮም ምክንያቱ ዝኾነ ተኽፍሎ ነገር ስለ ዘየሎ ማለት እዩ ኦኬ ሰም ዘልክዎ ሓንቲ ካብ ክልተ ንላዕሊ ኣይትጠቀም ኢልና ኣለና ኣንለስ ዓብዪ ድኸነ ኤክስፓንድ ድኸነ ቢዝነስ ተለካ ሜቢ ኣርባዕተ ሓሙሽተ ኤምፕሎይ ዝጥቀምሉ ክሬዲት ካርድ ዘድልዮም ንሕር ኮይኑ ማለት እዩ ኦኬ ኖ ዩር ክሬዲት ካርድ ኢንተረስት ሬት ኤንድ ፊስ መብዛሕቲ ሰባት ኣይፈልጥን ኢለና ኢላና ኢና ሓደ ካብ ሽዱሽተ ማለት እዩ ሶ ኣይ ሆፕ ንስኹም ኩለኹም ኣብዚ ናይ ኤሪ ኢንቨስትን ዘለኹም ኩለኹም ትፈልጡ ትኽእሉ ኢኹም ዝብል እምንቶ ኣለኒ ግን ብልክዕ ክንደይ ኢንትረስት ሬት ወይ ድማ ወለድ ናይ ክሬዲት ካርድ ትኸፍል ኣለካ ብግቡእ ትፈልጥ ክትገል ኣለካ ማለት እዩ ዩዝ ሪዋርድ ዋይዝሊ ዶን ኦቨር ስፔንድ ጀስት ቱ ኤርን ፖይንት ሶ እቲ ሪዋርድ ፖይንት ዶ ገለመለ ገለመለ ኣለካ ዝበሃል ኣዝዩ ኣዝዩ ፅቡቕ እዩ ነገር ግን ንዕኡ ንክተምፅእ ክትብል እቲ ቀንዲ ገንዘብካ ኣክቹዋል ገንዘብካ ስፔንድ ከይትገብር ክትጥንቀቕ ክትክል ኣለካ ካልእ ኤቭሪ ማንት ኤቭሪ ማንስ ወርሓዊ ስተትመንት ናትካ ኮፍ ኢልካ ቸክ ክትገብር ክትክእል ኣለካ ክንደይ የውፅእ ኣለኹ ክንደይ የእትየ ክንደይ ኣቢል ኢልካ ቸክ ክትገብር ክትክእል ኣለካ ማለት እዩ ንሕሪ ቸክ ዘይትገብሮ ኮይንካ ክትንሰ ትኽእል ኢኻ ማለት እዩ ሓደ እቲ ዝዓበየ ፀገሙ ናይ ክሬዲት ካርድ እንታይ እንተልኩምኒ መብዛሕትኡ ሰብ ስለ ዘይትሪኦ ጤጤጥ ክተብል ከለካ ኣዝዩ ቀሊል እዩ ማለት ሓራይ ግን ምስ ኣከበ ግን ኣዝዩ ከቢድ ማለት ሶ ስለዚ ከም ካሽ ጌርካ ራዮ መቸም ካብ ጅባኻ ካሽ ሚእቲ ቅርሺ ውፅእ ከተብል ከለኻ ሕው ተብለካ እያ ስኽፍ ትብለካ እያ ራይት ክሬዲት ካርድ ክትከውን ከላ ጢጢጢጢ ተብል ከለኻ ግን ሓንቲ ትስማዓካ እያ ኣብ ወርሒ ግን ቸክ ክትገብራ ከለኻ ኢኻ ትብል ማለት ስለዚ ኩሉ ግዜ እቲ ትሪት ክንገብሮ ኣለና ከም ካሽ እምበር ከም ኖርማል ገንዘብ ጥራይ ወይ ድማ ከም ገንዘብ ነጥብ ከም ዘየለና ገርና ክንሪኦ የብልናን ማለት እዩ ስለዚ እዚአን ገለት እየን ስማርት ሩልስ ወይ ድማ ኣገደስቲ ኣገደስቲ ዝብለን ንክንጥቀመለን ኢና ማለት ስለዚ ብሕፅር ዝበለ ሞ ክሬዲት ካርድ ማእኸለ ኣገዳሲ ድዩ ኣገዳሲ ኣይከነን ጥቕሚ ኣለዎ ድዩ ጥቕሚ የብሉን ከም ዝበልኩኹም እዩ ኢትስ ኦል ኣፕ ቲዩ ማለት እዩ ብዛዕባ ክሬዲት ካርድ ዘለካ ርድኢትካ ኣስፊሕኻ ብግቡእ ጠባያትካ ባህሪኻ ፈሊጥካ ንድሕር ብግቡእ ተጠቅምካሉ ክሬዲት ካርድ ዩ ክድ ቢ ግድ ማለት እዩ እንድሕር ኣብ ተመሳሳሊ ግዜ ከዓ ክሬዲት ካርድ ብግቡእ ካይፈለጥካ ንድሕር ትጥቀመሉ ኮንካ ክንደይ ኢንተረስት ሬት ትኸፍል ኣብ ሰዓትካ ደይ ትኸፍል እሞ ከዓ ናይ ምሕሻሽ ልምዲ ዘለካ ሰብ ንድሕር ኮንካ ክሬዲት ካርድ ክሃስየካ ክኸውን ይኽእል እዩ ማለት እዩ ሶ ስለዚ ብሕጽር ዝበለ ክሬዲት ካርድ ሕማቕ ድዩ ጽቡቕ ድዩ ንዝብል ክሬዲት ካርድ መሳርሒ ቱልስ እዩ ሕማቕ ኣይኮነ ጽቡቕ ኣይኮነ ንስኻ ከመይ ትጥቀመሉ ግን ኣባኻ ይምርኮስ ማለት እዩ ንድሕር ጽቡቕ ጠቂምካሉ ጽቡቕ እዩ ንድሕር ሕማቕ ጠቂምካሉ ሕማቕ እዩ ማለት ስለዚ ኢትስ ኣብቲ እዩ ማለት እዩ ተስፋ ገብር ኣዚኣ ቪድዮ እዚኣ ጠቂማትኩም ክትከውን ንድሕር ጠቂማትኩም ፕሊስ ሓንቲ ደቂ ወሲድኩም ንብዙሓት ሰባት ሸር ግበርሎም ምክንያቱ ብዙሓት ሰባት ብዙሓት ሰባት ብዙሓት ሰባት ጌጋ መልእኽቲ ወይ ድማ ጌጋ ኣካይዳ ይኸዱ ስለ ዘለዉ ክሕግዞም ይኽእል እዩ ማለት እዩ ካልእ ከዓ ኣብ ብክረዲት ካርድ maybe ዕስራ ሰላሳ ኣርባዓ ሽሕ maybe ሓምሳ ሽሕ ዶላር እውን ዕዳ ዘለኩም ሰባት እንተሃሊኹም ኮይንኩም ከመይ ገርኩም ክትወጹ ትኽእሉ ክሕግዘኩም ይኽእል ማለት እዩ ቅድሚ ሕጂ ሓምሳን ሰለስተን ሽሕ ዶላር ዕዳ ዝነበሮ ሰብ ናይ ኣርባዕተ ሓሙሽተ ክረዲት ካርድ ኮንሱመር ፕሮፖዛል ብምግባር ዓሰርተ ሓሙሽተ ሽሕ ዶላር ጥራይ ከም ዝኸፍል ጌርና ሓጊዝናዮ ኔርና ማለት እዩ ሶ ሕጂ እውን we are ready to help you እቶም ኣብ ክሬዲት ካርድ ወይ ድማ መውፅኢ ስኢንኩም ካብ ክሬዲት ካርድ ዕዳ ወይ ድማ ትፈልጥዎም የዕሩኽትኩም ድሕር ኣሎ ኮይኖም ፕሊስ ፕሊስ ፕሊስ ቴሌፎን ይሃቦም ወይ ድማ ናብ መሰንጀረይ ወይ ናብ ፌስቡክ ናብ ማእከል ሃይል ኢልኩም ወይ ማእከል ኣብርሃም ኢልኩም ኣብ ፌስቡክ ወይ ድማ ናብ ኤሪ ኢንቨስቲን ዋትሳፕ ናተይ ቦታ ረኽባኹም ናብ ዋትሳፕ ናትና ወይ ድማ ብኢሜይል ማእከለ ዶት ኤክስፒሪየር ኣብ ጂመል ዳት ኮም ቴክስት ግበሩለ ማለት እዩ ኣውል ኸፕዩ ከመይ ገርኩም ካብቲ ዕዳ ተወፅኡ ትኽእሉ መገዲ ኣሎ ማለት እዩ በይንኹም ኣይኮንኩምን ኣንሕግዘኩም ኢና ተሓጋገዝ ኢና ማለት እዩ ኦኬ ሶ ዳቢን ሰይድ ቴንክ ዩ ቨሪ ማች ኩላኹም ዎች ዝገበርኩምና እዚኣ ቪድዮ ከምዚ ዓይነት ቪድዮ መታን ብዙሕ ከውርድ ወይ ድማ ከነምፅእ ፕሊስ ናብ ብዙሓት ሰባት ሸር ግበርዎ ኮሽን ኦፍ ዘ ዳይ ኣየነተን ፖይንት ጠቂማትኩም ካብዚ ኩሉ ተዛረብናሉ ኣብ ኮመንት ክትፅሕፉለይ ክፅበየ ማለት እዩ ሰላምኩም ይብዛሕ ስለቲ ኩሉ ግዜ ትገብሩለይ ደገፍን ምትባዕንካ ካብ ልቢ የመስግን ቴንክ ዩ ቨሪ ማች ኣብ ካሊእ ቪድዮ ረክበና ሰላም